ሃይ ጋይስ ከመይ ቀኒኹም ደሓን ዶ ቀኒኹም ኣነ እግዛብሄር መስገን ጽቡቅ ኣለኹ ኩላትኩም ጽቡቅ ክትህልዉ ከኣ ተስፋ ገብር ጠፊኤ ቀኒየ ሶሪ ግራጁዌሽን ነይርኒ ናይ ጓል ሓፍተይ ንካሊፎርኒያ ገሸ ነይረ ብጣዕሚ ጽቡቅ ግዜ ሕሊፍና ኩላትኩም እቶም ደቅኹም ተመርቑ ዘለኹም ከኣ እንቋ ሓጎሰኩም ብጣዕሚ እዩ ደስ ትብል ናይ ብሓቂ ኣብዚ ዓዲ ደኺምካ ደቂ ካብ ከምዚ ክበጽሑ ከለዉ ደስ ብለካ በቃ ብዙሕ ግራጁዌሽናት ንኸይድ ኣለና ብጣዕሚ ደስ ድብል እንቋዕ ሓጎሰኩም ንኩላትኩም። በቃ ለማዓንቲ ከኣ ብካሊእ ቪድዮ መጽየክና ኣለኩ ሜክኣብ ኣርእና ናይ ሜክኣብ ትፈትዮ ኣርእና ኢልክናኒ ኣም ሶሪ ዶንጌ ክንደይ ግዜ ከምኡ ኢልክን ጽሒፍክናለይ ለማዓንቲ ግን መጽየክና ኣለኩ እቲ ኣነ ዝጥቀሞ ኣነ ዝፈትዎ ጽቡቅ ጽቡቅ ኢለ ድሓስቦ እዩ እስኽን ከዓ ክትፈትዎ ተስፋ ገብር ሕጂ ከርእየክንየ ብፋውንዴሽን ክንጅምር ኢና ፋውንዴሽን ሕጂ ዝማኬ ዝጥቀም መብዛሕቱ ግዜ ብዙሕ ፋውንዴሽን እዩ ዘለኒ ብዙሕ ፍትን ማለት እዩ እዚ ማክ ግን ነዊሕ ግዜ ተጠቀምክዎ ማለት እዩ ብጣዕሚ እየ ዝፈትዎ እዚ ስቱዲዮ ፊክስ ፋውንዴሽን ፉል ካቨሬጁ እንድሕር ከምዚ ዝኾነ ነገር ጸሊም ገለ ኣለና ይሽፍነልና ማለት እዩ መብዛሕቱ ከዓ ንዓና ነዘን ጸለምቲ ድኸውን ክስታይ ኣለዎ ንኹላትና ዋላ ክትመርጻ እንድሕር ደሪኽን ተን ናትክን ክስታይ ደይትፈልጠኦ ኣብቲ ማክ ምስ ከትክን ኣብቲ ስእሊ ምሻሎ ንዓኻ ትመስል ጓል ምስ ረኣኽን ንዕኡ ክትፍትንኦ ትኽእላ ድሓር ከዓ ፈትናልና ትብለን ማለት እዩ እንድሕር ንገጽክን ደይመስል ኮይኑ ከዓ ዋላ ኣብ ገዛ ምስ መጻኽ እንድሕር ፈቲንክንኦ ትመልስኦ ማለት እዩ ኣነ ኤንሲ ፎሪ ፎሪ ዝገብር ዘናዓይ ከማይ ናተይ ክስታይ ደለክን ማለት እዩ ኤንሲ ፎሪ ፎሪ ኣነ ዝገብር ፓውደር ናቱ ከዓኒ ኤንሲ ፎሪ ትሪ ማለት እዩ እዚ ሕጂ ኩሉ ግዜ ማለት ዝበዝሐ ግዜ ዝጥቀሞ እዚ እዩ ማለት እዩ ንገፀይ ከዓኒ ንገፀይ ዝመስል ሜክኣፕ ዝገበረ ዝገበርኩ ብዙሕ ኣይመስልንዩ ብጣዕሚ እየ ዝፈትዎ ማለት እዩ ማክ

ሁዳ ከኣ ኣሎ ብዙሕ ፋውንዴሽን እየ ሜክኣፕ ስለ ዝፈቱ ብዙሕ ፋውንዴሽን እየ ድፍትን ግን እቲ ማክ ግን በቃ ኩሉ ግዜ ክንደይ ዓመት ማለት እዩ እቲ ጠራሙዙ ከማን የቐምጦ እየ ጠራሙዙ እንድሕር ዝተወሰነ መሊስካዮ ሊፕስቲክ ነፃ ሊፕስቲክ ስለትወሃብ የቐምጦ እየ ማለት እዩ ኤኒወይ እዚ ፋውንዴሽን ስጥቀም ማለት እዩ ኮንሲለር ከዓኒ እዚ ኮንሲለር ከዓ ናይ ማክ ኣለኒ ሕጂ ኮንሲለር ኩሉ ግዜ ክልተ ክልተ ክስታይ ካብቲ ናትካ ሼድ ንታሕቲ ኢኻ ክስታይ ትገብር ማለት እዩ ብርህ ዝበለ ኢኻ ትጥቀም እዚ ናይ ማካ ኣለኒ እዚ ከዓኒ እዚ ከዓ ፈርስት ኤድ ቢዲ ከዓ ብጣዕሚ ዝፈትዎ ክስታይ ማለት እዩ ኮንሲለር መብዛሕትኡ ግዜ ከዓ ዝጥቀም ካብ ማክ ንላዕሊ ማለት እዩ ኮንሲለር እዚ ከዓ እዚ ሎሪያል ከዓ እዚ ሎሪያል ከዓ ፉል ካቨሬጅ ኮንሲለር ከዓ ብጣዕሚ ፅቡቕ እዩ ዋላ ሕጂ እንድሕር ኣብዚ እግርኽን ገለመለ ጸሊም ኣለክን ክዳን ክትገብራ እንድሕር ደሊኽን ንግዚኡ ማለት እዩ ወይ ኣብ ምሕንበሲ ገለ ክትኣትዋ እንድሕር ደሊኽን ከኣ ኣይ ሕዚ ጽቅስታ ይገብርንዩ ምሕንበሲ ጌርክን እግሪ እንድሕር ጸሊም ጸሊም ኣለክን ማለት እዩ ፉል ካበሪ ስለ ዝኾነ እዚ ከኣ ጽቡቅ እዩ ንከምኡ ከኣ ትጥቀማሉ ትኽእላ ኢኽን ንክስታይ ጥራሕ ዘይኮነ ንሜክኣብ ጥራሕ ዘይኮነ እንድሕር ኣሕዋተይ ኣለኽን እዛ ኣግኣግን ኣብዚ ኣግርና ድወጻና ጸሊም ጸሊም እንድሕር ክትሽፍናሉ ትደልያ ኮንክን ዋላ ኣብ መሕምበሲ ኣቲኽን ገለ ክስታይ ኣይኮውን እዩ ማለት እዩ እዚ ከኣ ጽቡቅ እዩ ሎርያል ማለት እዩ ኮንሲለር እዚኤን ሰለስተ ኮንሲለር ኣለዋኒ ማለት እዩ ድሓር እዚ ፕራይመር ከኣኒ እዚ እዚ ሕጂ ቁሩብ ግዜ ዝመጽእ ኣፍ ብጣዕሚ እየ ዝፈትዎ ዳርጋ ተወዲኣ ሕጂ እታ ሓንቲ መጽያ ዘላ ከኣ ልክዕ ከምኡ ዓይነት ከሎ ክገዝእ እየ ለለኹ እዚኣ ምስ ተወደእት ማለት እዩ እዚ ከኣ እስቲ ክገብር ሜክ ኣብካ ኣብኡ ይሕዞ ማለት እዩ ጽቡቅ ጽቡቅ እዚ ከኣኒ እዚ ካልእ ከኣ እዚ ከኣኒ እዚ ኣልፍዋ እዚኣ ኣልፍያ እታ ድራኹ ክንሪኢ ክና እንድሕር ኮንክን እዚኣ እዚ ከኣኒ ኒክስ ከኣ ብጣዕሚ ዝፈትዋ እዚኣ ከኣ እዚ ዓሚ ድዩ ቅድሚ ዓሚ ድመጸ ካልኣይ ግዜ ገዚኤ እየ እዚ እዚ ከኣ ጽቡቅ ማለት እዩ ፕራይመር ቡዙሕ ሜክኣብ እየ ድገዝእ ምክንያቱ ሜክኣብ ስለ ድፈቱ እዚ ሕጂ ካብቲ ኣጸቢቀ ድፈትዎ እየ ደርኤክን ደለኩ ማለት እዩ እሱ ኣለኒ ማለት እዩ ካልእ ፓውደር ከኣ እዚ ሁዳ ቢዲ ኣለኒ እዚ ብጣዕሚ ናይ ሁዳ ከኣ እዚ ብጣዕሚ ድፈትዎ ኣብዚ ከምዚ ክስታይ እንድሕር ኣለና ፖርስ እንድሕር ኣለና ነዚ ትሕቲ ዓይንካ ገለ እዚ ኮንሲለር ምስ ገበርካ እዚ ከኣ ብጣዕሚ እዩ ኣልምጽ ደብሎ ገጽካ ማለት እዩ እዚ ከኣ ብጣዕሚ እየ ድፈትዎ ናይ ሁዳ ቢዲ እንድሕር ዝደርእየክን ዘለኹ ፕሮዳክትስ እንድሕር ኦንላይን ርኢኽንኦ ጽቡቕ ረቢው ዘለዎ እየ ዘርእየክን ዘለኹ ክገዝእ ከለኹ ከምቲ ዝበልኩኽን ዝኾነ ነገር ክገዝእ ከለኹ ሱቕ ኢለ ኣይኮንኩን ዝገዝኦ ረቪው ርኤ ገለ ጽቡቕ እንድሕር ክስታይ ኣለዎ እየ ዝገዝኦ ሕጂ ከዓ እዚ ብሮንዘር ከዓ ዝለኒ ብዙሕ ዓይነት ብሮንዘር እዩ ዘለኒ ግን እዚ ጁቤስ ፕሌስ ከኣ እዚ ድበለጸ ብዙሕ ረቢዉ ጽቡቕ ደለዎ ማለት እዩ ጁቤስ ፕሌስ እዚ ብራንዘር ማለት እዩ ብጣዕሚ እየ ድፈትዎ እዚ መብዛሕትኡ ግዜ እዚ እየ ድጥቀም ማለት እዩ ኣለኒ እቲ ፈሳሲ ነገር ከኣ ከምዚ ጭቃ ነገር ኣለኒ ካልእ ዓይነት ብራንድ እዚ ግን እዚ ግን ብጣዕሚ እየ ድፈትዎ ፋውንዴሽነይ ገይረ ኣብኡ ከለኹ ግብር ግብር ኣብለሉ ማለት እዩ እዚ ጁቤስ ፕሌስ ከኣ ብጣዕሚ ጽቡቅ ረቪው ኣለዎ እዚ ካልእ ከኣኒ እዚ ከኣ ብላሽ ከኣ ከምኡ ናይ ጁቤስ ፕሌስ ከኣ ኣለኒ ከምቲ ትፈልጦ ኣነ ፒንክ ስለ ዝፈቱ ፒንክ እየ ገዚኤ እዩ እዚ እዚ ጁቤስ ፕሌስ ባሊን ፎር እዚ ብብዓይነቱ ኣለዎ ማለት እዩ ድሕር እዚ ፒንክ ዘይትፈትዋ ኮንክን ኣብኡ መስከትክን እዚ ሕጂ ብጣዕሚ ብፍላይ እዛ ፒንክ ብጣዕሚ ፅቡቅ ረቪው ዘለዎ እዩ ኣብኡ መስከትክን እንድሕር ፒንክ ደይ ትፈትዋ ኮንክን ካልእ ዓይነት ከኣ ብጣዕሚ ጽቡቅ እዩ ናይ ዋንኡ ከኣ ጸላም ስለ ዝኾነት ንዓና ንኹላህና ዝኸውን ክስታይ ማለት እዩ እዚ ዝኾነ ዓይነት ወላ ፋውንዴሽን ወላ ሊፕስቲክ ምስ ገጽና ዝኸይድ ኣሎ ማለት እዩ ካልእ ብላሽ ከኣ እዚ ቱፌስ ከኣ ብጣዕሚ ጽቡቅ እዩ ፎትወ ኣነ ናይ ቱፌስ ብላሽ ማለት እዩ እዚ ለኒ ፒንክ ይኮነን እዚ ግን እዚ ከዓ ብጣዕሚ እየ ዝፈትዎ ካልእ እንድሕር ደልየ ማለት እዩ እንድሕር ፒንክ ዘይደለኹ ከዓ ካብ ዝጥቀም ማለት እዩ እዚ ብላሽ ካልእ ቱፌስ ከዓ ሓደ ግዜ እዚ ምስ ገዛእኽዎ ካብ ክስታይ ርእየክን ነይረ ካብ ቲጄ ማክስ ድዩ ገለ ዋግኡ ክቡር እዩ ኣብኡ ግን ምስ ገዛእኽዎ ክቡር ኣይኮንኩን ገዚእ እዮ ካብ ቲጄ ማክስ ርእየክን ነይረ ባክኡ ከሎ እዚ ብራንዘር ከዓ እዚ ከዓ ፅቡቅ ብራንዘር እዩ ከዓ ፈትየየ ቱ ፌስ ጽቡቅ ብራንድ እዩ ከምቲ ኩላህና ንፈልጦ ማለት እዩ ንህለዚ እዚ ከኣ ኣለኒ ማለት እዩ ካልእ ከኣኒ እዚ ኣይሻዶው መዓት እዩ ኣይሻዶው ዘለኒ በይኑ ናይ ኣይሻዶው ጥራሕ ገይረ ክርእየክ እንተኮይነ እምበር ብዙሕ እዩ ዘለኒ ሕጂ ግን ነዚ ሳመር መብዛሕትኡ ግዜ ጥቀም ዘለኹ እዚ ማለት እዩ ክስታ ይገብር ኣሎ እዚ ናይ ናርስ እዚኣ ከዓ ብጣዕሚ ዝፈትዋ ክስታይ ማለት እዩ ኣብኡ ከለኹ ብዝቕውር ክገብር ማለት እዩ ከምዚ ሲምፕል ሲምፕል ሜክኣፕ ገብር ከለኹ ናርስ ማለት እዩ ናርስ ከዓ ፅቡቅ ብራንድ እዩ ከምቲ ኩላትና ንፈልጦ ዝለኒ ማለት እዩ ዝጥቀሞ ብጣዕሚ እየ ዝፈትዎ እዚ ካልእ ናርስ ከዓ ኣለኒ ሊፕስቲክ ከዓ ኣለኒ ናርስ እዚ ናይ ናርስ ሊፕስቲክ ከዓ ብጣዕሚ እየ ዝፈትዎ እዚ ማለት እዩ እዚ ከዓ ኣለኒ እዚኣ እታ ፒንክ ድፈትዋ ናይ ናርሰ እያ ከምቲ ትፈልጦ ፒንክ ፎቲ እየ ኩሉ ግዜ ከምኡ ዝብለክን እዚ ሕጂ ናርስ ብጣዕሚ ኣይርአን እዩ ዝፅቡቅ ጌርካ እምበር ብጣዕሚ ፒንክ ፅቡቅ ፒንክ እዩ ሊፕስቲኮም ከዓ ብጣዕሚ እየ ዝፈትዎ ማለት እዩ ብዙሕ ካልእ ዓይነት ኣለ እማ ካልእ ናርስ ከማን ኣለኒ ካልእ ሊፕስቲክ ከዓ እዚ ቀይሕ ብጣዕሚ እየ ዝፈቱ ከምቲ ትሪኣኒ ማለት እዩ ቀይሕ ብዙሕ ግዜ እየ ዝገብር ብቐዳማይ ኣርእየኪ ነይረ እዚ ካብቲ ጄማክስ ዝገዛእኹዎ ናይ ጓን ስታፋኒ ናይታ ደራፊት ብራንድ ሊፕስቲክ ኣርእየኪ ነይረ እዚ ማለት እዩ ምስ ኣውፃኽዎ ካብቲ ባኮ ምስ ወፀ ካብቲ ባኮ እዚ ማለት እዩ ኣብቲ ሲፎራ ብጣዕሚ ክቡር እዩ ኣብ ሲፎራ ኣብ ዲጄ ማክሲ ኣነ ግን ረኪበዮ ኣብኡ ሕሱር እዩ ኣብቲ ግን ዳርጋ ሓሙሽተ ግዜ ገለ ዕፅፊ ማለት እዩ እዚ እቲ ሊፕስቲክ ኣብ ባኩኡ ከሎ እንድሕር ኣብ በዓልቲ ጄ ማክስ ርኢክኖ ብጣዕሚ ፈትየዩ ዝቐይሕ ካልኣይ ግዜ ገዚአ ማለት እዩ እዚኣ ገዚአ ነይረ ከፊተያ እዚ ከዓኒ ካልኣይ ግዜ ከኣ ልክዕ ከምኣ ኢያ እዚ እንታይ ኢዩ ድብል ኦርጂናል ረሲፒ ድብል እንድዩ ቀይሕ ምስ ገጸይ ድቀይሕ ዝኸይድ ቀይሕ ስለ ዝኾነ ካልኣይ ግዜ ገዚኤ ማለት ኢዩ እዚኣ ሕጂ ከፈትኳን እዚኣ ማለት እዩ ከምኣ እያ ልክዕ ሓደ ዓይነት እየን ክስታየን ይድፋላለ እቲ ኦኬ ኣቲንግ እዚ ክስታይ እዩ ማለት እዩ እዚ ፈሳሲ እዩ ኣይከፈትኮን ነይረ ግን ዘስታይም ክስታይ ዘለዎ ኦሪጂናል ረሲፒ ድብል ማለት እዩ እዚ ሕጂ ተፋሳሲ እዩ ግን ሓደ ዓይነት እዩ ክስታ እዩ እቲ ሸዱ ሓደ ዓይነት ማለት እዩ ቀይሕ ኣይፈለጥኩ ነረ ኣነ እዚ ሕጂ ኣይከፈትኩዎን ነረ ምስ ረኣኽዎ እዚ ኦሪጂናል ረሲፒ ድብል ግን እዚኣ ከዓ ከምኣ ስለ ዝኾነት ኣጋጣሚ ግን ፅቡቅ ክስታይ ኮይኑለይ ማለት እዩ እዚኣ እንታ ክስታይ ማለት እዩ እዚ ከዓ ፈሳሲ ኮይኑ ማለት እዩ ብጣዕሚ እየ ዝፈቱ ሁዳ ከዓ ብጣዕሚ ዝፈትዎ ልፕስቲክ ይሁዳ ከዓ ይፎቱ እየ ናይ ሁዳ ከዓ ኣለኒ ሊፕስቲክ ብጣዕሚ ንበይኑ ካልእ ግዜ እንድሕር ሊፕስቲክ ትደልያ ኮንክን መምስ ክስታይና ዝኸይድ ሓደ መዓልቲ ከርእየክን እምበር ሊፕስቲክ ካብ ኩሉ ብራንድ በቃ ጽቡቅ ጽቡቅ ዝኾነ ይገዝእ እየ ብጣዕሚ ስለ ዝፈቱ ኣነ ከዓኒ መብዛሕትኡ ዝገብሮ ሊፕስቲክ ከዓ ከምዚ ትሪኦ ድምቅ ዝበለ እየ ዝፈቱ በቃ እሱ ለኒ ማለት እዩ ጁቬስ ብሌስ ከኣ ልፕስቲክ ከኣ ብጣዕሚ እየ ዝፈትዎ ብዙሕ ከኣ ዋግኡ ክቡር ኣይኮነን እንድሕር በብዓይነቱ ከኣ ዝደለኽንኦ ዓይነት ኣብኡ ንረክብ ማለት እዩ ጁቬስ ብሌስ ከኣ ዝፈትዎ ብራንድ እዩ ማለት እዩ ካልእ ከምቲ ኩላህና ንፈልጦ ናይ ማክ ሊፕስቲክ ብጣዕሚ ፅቡቕ እዩ እዚ ማካኣብ ኣለኒ ዳርጋ ኩሉ ዓይነት ሕብሪ ድፈትዎ ድፈትዎ ብዙሕ ማካ ኣለኒ ማለት እዩ ሊፕስቲክ ሕጂ ብፍላይ እታ ርብው ትብል እዚኣ እታ ቀያሕ ርብው ንኩላትና ጸለምቲ ንኩላትና ማለት ንዓና ንጸለምቲ ምስ ወላ ድሕር ካባያ ጸቢቅ ክንትጽልማ ኮንክን ቀይሕ ሊፕስቲክ እንድሕር ደልያ ኮንክን እንስዩ ምስ ናትና ገጽ ዝኸይድ ማለት እዩ ድሕር ሓንቲ ልፕስቲክ ቀያሕ ትደልያ ኮንክን ድሕር ካባያ ጸቢቅ ክንጽልም ትብላ ወላ ንዓይ ትመስላ ድሕር ኮንክን እዚ ከዓ ምስ ናትና ምስ ጻዕዲ ዘይኮነ ምስ ጸለምቲ ድኸይድ ቀይሕ ማለት እዩ እዚ ናይ ማክ ሩቢዉ ፍሉጥ እዩ ማለት ከብ ብዙሕ ዓመት ብጣዕሚ ኩሉ ሰብ እዩ ዝፈትዎ ክፅሕፈልኪ ነብኡ እዚ ከዓ ኑድ ከዓ ኣለኒ ኑድ መብዛሕትኡ ግዜ እገብር እየ ግን ብዙሕ ግዜ ኣይገብርን እየ እዚ ቀይሕ ግን ዶ እቲ ቀይሕ እዚ ክፅብቕ መዓት እዩ ብጣዕሚ ደስ ትብለካ ቀይሕ ወላ ፀለምቲ እንድሕር ኮንኩን ሕዋተይ ቀይሕ እንድሕር ትገብራ ደሊኽን እዚ እዚ ሩቢ ውድብል ብጣዕሚ ፐፑላር ሊፕስቲክ ናይ ማክ እንድሕር ክትገዝኣ ደሊኽን ማለት እዩ እሱ ከ ኣሎ ማለት እዩ ሊፕ ላይነር ነዚ ሊፕ ላይነር ዝጥቀሞ መብዛሕትኡ ግዜ ኒክስ እዩ ኒክስ ብጣዕሚ ፅቡቕ ሊፕ ላይነር እዩ ብዙሕ ዓይነት ኣለኒ ማለት እዩ ካልእ ከማን ኣለ ሕሱር እዩ ከዓ ዋግኡ ከዓ ክቡር ኣይኮነን ክፅሕፈልክ ኔፍቲ እንድሕር ዘይተረኣየክን ኣብዚ ማለት እዩ እዚ ሊፕ ላይነር ከዓ ኒክስ እየ ዝጥቀም ኩቡር ኣይኮነን ዝደለናዮ ዓይነት ከኣ ንረክብ እንደገና ብጣዕሚ ጽቡቅ እዩ ከኣ ከምቲ ክስታይ ኣይኮነን እዚ ከኣ ኣሎ እቲ ሊፕስቲክ ገለ ከኣ ኣሎ እዚ ባረር ግላስን እዚ ከኣ በብሕብሪ ማለት እዩ ዝኾነ ብራውን ሊፕ ላይነር ጌርና እዚታት እንድሕር ጌርናዮ ብጣዕሚ ጽቡቅ ማለት እዩ እዚ ኣነ ብጣዕሚ ዝፈትዎ ኒክስ ከኣ ድሕር ረቪው ርኢኽን ከኣ ዝበለጸ ሊፕ ላይነር ወላ እዚ ሊፕ እዚ ክስታይ ከኣኒ ከምቲ ዝበልኩኽን ዋግኡ ከዓ ብዙሕ ክቡር ስለ ዘይኮነ ኣብ ዝኸድክዎ ክኸይድ ከለኹ ስታይ ሓንቲ ገለ ፒክ ክገብር ማለት እዩ ዝደለኽዎ ዝፈተኽዎ ሕብሪ ማለት እዩ እሱ ከዓ ኣለኒ ብዚ ሃይላይደር ከዓኒ ብዙሕ ሃይላይደር ክፈቱ መዓት እየ ግን እዚ እሰንስ ከዓ እዚ ብጣዕሚ ኣፀቢቑ ሕሱርን ብጣዕሚ ዝበለፀን ድሕሪ ረቪው ርኢኹንኦ ከዓ እዚ ከዓ ከምኡ ማለት እዩ ሃይላይደር ከዓ እዚ ማለት እየ ዝጥቀም ኣብ ዝገብሮ እዚ ገጽ ካብዚ ኣብዝን ኣብዚ ከዓ ገብሮ ማለት እዩ ከምዚኣ ከዓ ከምዚኣ ገይረ ምስ ወዳእኹ መይክኣበይ ብጣዕሚ ፅቡቕ ንሽተይ ካብዚኣ ገብር ብጣዕሚ ፅቡቕ እዩ ናይ ማት ኣለኒ ወላ ካልእ ብራንድ ከዓ ኣለኒ ግን እዚ ኤሰንስ ብጣዕሚ ሕሱር እዩ ብጣዕሚ ከዓ ፅቡቕ ማለት እዩ እዚ ከዓ ኣለኒ ማለት እዩ ሕጂ ከዓ ሴሊንግ ስፕሬይ ከዓ ኣለኒ ብሰለስተ ዓይነት ብዙሕ ፈቲነ ሰሪን ስፕረይ እዚ ሞርፊ ኣለኒ እዚ ናይ ሞርፊ ፅቡቅ እዩ ከምቲ ኩላህና ንፈልጦ ማለት እዩ ሞርፊ ፅቡቅ ሴዲንግ ስፕረይ ዘለዎም ግን እዚ መላኒ ከዓ ፅቡቅ ረቢዩ ኣለዎ ምስ ረኣኽዎ ኣብ ኦንላይን እዚ ከኣ ፈትንየ ሓንቲ ወድየ ካልኣይ ተገዝየ ማለት እዩ መላኒ እዚ ከኣ ብጣዕሚ ገጽካ ግለው ገብሮ ማለት እዩ ኣብ መጨረሻ ክስታይ ምስ ገበርካዮ ግለው ገብሮ ደስ ዝብለካ ምስ ገበርካዮ ከዓ እዚ ኣለኒ ማለት እዩ መላኒ ከዓ እዚኣ ክፅሕፈልክን እየ ኩሉ ኣብቲ ክስታይ እንድሕር ትደልይኦ ኮንክን ማለት እዩ እሱ ኣለኒ እዚ ከዓ ማክ ከዓ ስቱዲዮ ፊክስ ከዓ ማክ ከዓ ብጣዕሚ ማክ ፅቡቅ ብራንድ ከም ትፈልጦ ዋላ ካልእ ብራንድ ከማን ብዙሕ ነገር ፍትን እየ ግን ማክ ከዓ እዚ ከዓ ስቱዲዮ ፊክስ ከዓ ዝበለፀ ሴዲንግ ስፕራይ ማለት እዩ እዚ ከዓ ጥቀም ማለት እዩ ብራሽ ከዓ እዚ ብራሽ ከዓ ሪል ቴክኒክ ፅቡቅ እዩ ካብ ብዙሕ ብራሽ ምግዛእ ፅቡቅ እዚ እንድሕር ሪል ቴክኒክ ብራንድ ገዚእኽን ነናቱ ማለት እዩ ነናቱ ኣለኒ እዚ እሱ እየ ዝጥቀም ፅቡቅ እዩ ማለት እዩ እዚ ከዓኒ ሓንቲ ላትኒ ብራሽ ቅድሚ ሸሞንተ ዓመት ገለ እዚኣ ድገዛእኳ እንታይ ምዃኑ ኣብዚ ፅሕፈቱ ከማን ክስታይ ኮይኑ እዩ የለን ኣብዚ ኣይረእን እዩ እንታይ ምዃኑ ኣይፈልጦን ይኹን ግዜ ክገዝእ ድብል ግን ብጣዕሚ ድፈትዎ ማ ድፈትዋ ብራሸ ማለት እዩ ፓውደር ትጥቀመሉ ግን ኣይ ቲንክ ብዙሕ ዓመት ስለ ተጠቀምኩሉ ይመስለኒ የለን ኣብዚ ክስታዩ እንዳሓፀብኩ ክጥቀመሉ ማለት እዩ ኣብዚ ናይ ምንታይ ምዃኑ ግን የለን እዚ ሪል ቴክኒክ ግን ፅቡቅ ካብ ብዙሕ ብራሽ ካላ ዓይነት ክስታይ ምባል ፅቡቅ ፅቡቅ ዝኾነ እዚ ናይ ሪል ቴክኒክ ብራሽ እየ ዝጥቀም ማለት እዩ በቃ ዝመስል ናይ ለማዓንቲ በቃ ነዚ ፈትዎ ብጣዕሚ ብዙሕ ሜክኣብ ማለት ኩሉ ግዜ ብሓንሳብ ዘይኮነ ክኸይድ ከለኹ ሓደ ሓደ ሜክኣብ ኣምጽእ ድድፈተኽዎ ረቪው ዝረኣኹ ማለትዩ ጽቡቅ ዝኾነ ናይ ሎማዓንቲ እዚኣ ትመስል እንጆ ገርክንኣ ክትኮና ተስፋ ገብር ሳብስክራይብ ዘይገበርክን ሳብስክራይብ ግበራ እቶም ኩሉ ግዜ ኮመንትን ላይክን ትገብሩለይ ከዓ ብጣዕሚ እየ ዘመስግነኩም የቐንየለይ ኣብ ቀፃሊ ብካልእ ቪድዮ ክሳብ ንራኸብ ብሰላም የራኽበና ባይ